ኣብ መርዓኺ ናይ ሓደ ብፀይኪ ክኸውን እግዚኣብሔር መሪፁ ንዝሃበኪ በዓል ገዛኺ ዘለኪ ፍቕሪ ስምዒትን ፍትወትን ኣመና ሓያል ክኸውን ይግባእ። እዚ ሰብ እዚ ሕጂ ዓይነ ህይወት ግን ናይ ልቢ ሓጎስ እዩ እሞ ሰላም ኣምላኽ የብዝሐልኩም ናይ ቅሳነስ ዩቱብ ቻነል ተኸታተልቲ ኩራት ሕወተይ ከመይ ትኾኒ ኣነ እግዚኣብሔር ይመስገን ፅቡቅ ኣለኹ እምበኣር ለባም ኩኒ እትብል ስነ ፅሑፍ ሒዘ ቀሪበ ኣለኹ ክሳብ መጨረሻ ኣሕቢርኩም ክትፀንሑ ትሕትና ይላቦ ቅዱስ ጎርጎርየስ ዘእምዚ ናዙ ንጓል ንሱኡ ኣልቦፒያ ኣብ መዓልቲ መርዓኣ ክረከብ ብዘይምኽኣሉ ዝጸሓፈላ ደብዳቤ፣ ጓለይ ንመርዓኺ ናይ ነብሲ ኣቦኺ ኣነ ጎርጎርየስ እዚ ደብዳቤ ከም ገጽ በረከት ገይረ ሰድደልኪ ኣለኹ። ኣቦ ንዝፈትዋ ጓሉ ክህባ ዝኽእል ዝበለጸ ምኽሪ እውን እዚ'ዩ ኢሉ እኣምን። ኦ ኦሎመፒየታ፣ ናይ ሓቂ ክርስትያን ንምዃን ዘለኪ ድልየት እፈልጥ እየ'ሞ ኣጸቢቕኪ ስምዕኒ። ክርስትያን ናይ ብሓቂ ክርስትያን ክኸውን ዝምነ ጥራይ ዘይኮነሲ፣ ከምኡ ንምዃን ክጽዕርን ክጋደልን ይግብኦ። ካብ ኩሉ ንላዕሊ ንእግዚኣብሄር ከተንብርዮን ክተፍቅርዮን ይግበኪ። ካብኡ ቀጺልኪ ድማ ኣብ ቅዱስ ወንጌል ከም ዝተኣዘዘ ከም ጐይታኽን መድሓንና ኢየሱስ ክርስቶስ ጌርኪ ንበዓል ቤትኪ ክተኽብርዮ ክተፍቅርዮን ይግበኪ። ስለዚ እንተ ስለዚ እሓተኪ ኣለኹ ንጌታን ፈጣሪኣን ኢየሱስ ክርስቶስ ዘይተኽብርን ዘይተፍቅርን ሰበይቲ በየናይ መገዲ እያ ንበዓል ቤታ ክተኽብሮ ክተፍቅሮ ትኽእል? ኣብ መርዓኺ ናይ ሓዳር ብፀይኪ ክኸውን እግዚኣብሔር መሪፁ ንዝሃበኪ በዓል ገዛ ዘለኪ ፍሬ ስምዒትን ፍትወትን ኣመና ሓያል ክኸውን ይግብኦ። እዚ ሰብ'ዚ ሕጂ ዓይኒ ህይወትክን ናይ ልብኺ ሓጐስን እዩ'ሞ፣ ንእግዚኣብሄር ከም ተፍቅርዮ፣ ንበዓል ቤትኪ'ውን ብዘይ ዝዀነ ቅድመ ኵነት ክተኽብርዮን ክተፍቅርዮን ይግበእኪ። ንስኺ ጓል ኣንስተይቲ ከም ዝዀንኪ፣ ዓቢ ዕላማን ሽቶን ከም ዘለኪ እንተዀነ ግን ዕላማኻን ሽቶኻን ናይ ቤትኪ ርእሲ ክኸውን ካብ ዝግባእ በዓል ቤትኪ ዝተፈለየ ከይከውን ፍልጥን ተረድእን። ብዕድሜኺ ዘለዋ ገለ ሰባት ክልቲኦም ጾታታት ማዕረ ርእሲ እዮም ኢሎም ዝሰበኽዎ ኣይትስምዕዮም። ናይ መርዓ ግዴታ ወይ ቀንዲ ዕላማ ድማ ሕሰቢ። እዞም ግዴታታት ወይ ዕላማታት ክትፍልጢ ከለኺ ናይ ስድራኺ ተግባራት ንምፍጻም ክንደይ ዝኣክል ትዕግስትን ጽንዓትን ከም ዘድልየኪ ክትግንዘቢ ኢኺ። ካብ ሰበይቲ ኣመና በርትዓ ትረከቢ እውን በዚ መገዲ እዚ እዩ። ሰብኡት ከመይ ቀልጢፎም ዝቑጥዑ ምዃኖም ብርግጽ እትፈልጢ ይግበእኪ። ብዙሕ ግዜ እውን ከም በረኻ ኣንበሳ ይኾኑ። እምበኣር ሰበይቲ ጸኒዓ ክትቀውምን ናይ ነብሳ ልዕልና ክትርዳእን ዝግብኣ በዛ ቅጽበት እዚኣ እዩ። ኣንበሳ ናይ ምልማድ ስራሕ ክትሰርሒ ኣለኪ። ኣንበሳ ስለ ዝለምድ ሰብ ኣንበሳ ክጃድር ከሎ እንታይ እዩ ዝገብር? ካብ ዝኾነ ግዜ ንላዕሊ ስቕ ይብል። ብጸቕትኡን ብርግኣቱን ድማ ነቲ ናይቲ ኣንበሳ ቁጥዐ ይቋጻጸሮ። ብርግኣትን ብሕሹኽታን ኮይኑ ይዘራረቦ፣ ይልውጦ፣ ብስቕታ ይድህስሶ። ምሁቕሩ ድማ ነቲ ኣንበሳ ቁጥዐኡ ይሓድጎ። በዓል ቤትኪ ጌጋ ክሰርሕ ከሎ ፈጺምኪ ክትነቕፍዮ፣ ክትንዕቕዮ ወይ ክተሕፍርዮ ኣይግባእን። ብተመሳሳሊ መገዲ፣ ሓደ ክሰርሖ ዝነበሮ ነገር እንተዘይሰሪሑ እሞ ብሰንኪ እዚ ውጽኢቱ ደስ ዘይብል እንተኾይኑ ወይ ብጣዕሚ እተደልዮዮን ግቡእ እዩ ኢልኪ ትሓስብዮን እንተዘይገይሩ እኳ ንበዓል ቤትኪ ምንዓቕ ካባኺ ክተርሕቕዮ ይግበኣኪ። ክፍኣት ኣጋንቲ ወትሩ ቤትኩም ንምፍራስ ናይ መጻወቲ መንፈሳዊ ሓድነት ንምብታን ከም ዝፍትኑ ፍለጢ። ኣሜን ስለኻሉ እግዚኣብሔር ኣምላኽና ዝተመስገነ ይኹን። እቲ ወደለ ስነ ጥበብ ኣብትኳ መላእኽት ይታርምና ናይ ቅዱስ ግርግር የዝበረከቶም ምስ ኩላትና ይኹን። ኣሜን ኣሜን። ዝሰማዕናዮ ዘንበብናዮ ኣብ ልቡናና ሓዲሩ ልፍረ ይግበረና እግዚኣብሔር ኣምላኽና። ብዙሕ ተማሂርኩምላ ክትኾኑ ተስፋ ነገርኩ ድሕር ቦቴኹምዋ ሸር ብምግባር ለማሕዙትኩም ኣካፍልዋ ሰናይ ንዕኹም።